ክንቀሳቐስ ክቶይ ኣብ ውሽጠይ ኮይኑ ዝዓይ ክንቀሳቐስ ክጎይ ኣብ ውሽጠይ ኮይኑ ዝዓይ
ኣብ ህይወትና ተስፋ እንሃንፀሉ ኣርባዕተ መገድታት ኣሎ ኦረዲ ገሊ ጠቂስና ያለን ኣብ መገድና ኣብ ህይወትና ተስፋ ዝህነፀሉ ምክንያት ተስፋ ይህነፅ ተስፋ ንመልኦ ነገር እዩ። ተስፋ እንህነጾ ነገር እዩ። ተስፋ እንብርትዐሉ ነገር እዩ። ተስፋ እንህብትመሉ ነገር እዩ። ተስፋ ዝጭበጥ እዩ። ተስፋ ዘበርትዕ እዩ። ተስፋ ሃብቲ እዩ። ተስፋ ኣብ ህይወትና ሓይሊ እዩ። ስለዚ ነዚ ተስፋ እዚ ኣብ ልብና እንሃንጸሉ ኣርባዕተ መገድታት መጀመርያ ጽሑፋት እዩ ቃል ኣምላኽ ክብሪ ንእግዚኣብሔር ይኹን ብተስፋ ክትብትሙ ትደልዩ ቃል ኣምላኽኩም ኣንብቡ ንመንፈስ ቅዱስ ሕተትዎ ከረድኦኩም ቃል ኣምላኽ ክርድኦኩም ሰብ ብተስፋ ክህብትም ተደልዩ ብጽሑፋት ክህብትም ኣሎ ሮሜ ከምኡ ብለና ምዕራፍ 15 ጥቕሲ 4 ብትዕግስትን ብምጽንናዕን ብትዕግስትን ብምጽንናዕ ጽሑፋትን ተስፋ ምእንቲ ክኾነልና እቲ ቀደም እተጻሕፈ ዘበለ ኩሉ ንምህሮና እተጻሕፈ እብለና። ብትዕግስትን ብምጽንናዕ ጽሑፋትን እብለና። ተስፋ ምእንቲ ክኾነልና እቲ ቀደም እተጻሕፈ ዘበለ ኩሉ ንምህሮና እተጻሕፈ መጽሓፍ ቅዱስ ናይ ተስፋና ምንጪ እዩ። ቃል ኣምላኽ ናይ ተስፋና ምንጪ እዩ። ስለዚ እዩ ክርደአና ግድን ዝኾነ። ስለዚ እዩ ከነንብቦ ግድን ዝኾነ። ስለዚ እዩ ከነስተንትኖ ግድን ዝኾነ። ስለዚ እዩ መዓልታዊ ክንምገቦ ግድን ዝኾነ። ሻሎም ሻሎም ህዝቢ ኣምላኽ ከመይ ኣለኹም ከመይ ቀኒኹም ክብሪ ንኣምላ ይኹን ሎሚ ውን ብሓድሽ ኣርእስቲ መጼኩም ኣለኹ ተስፋ ብዝብል ኣርእስቲ ተስፋ እንታይ ማለት እዩ መጽሓፍ ቁዱስ ብኸመይ ኢና ከ ተስፋ ኣብ ሂወትና ነጥሪ ዕላምኡ ከ እንታይ እዩ እንታይ ጥቅምታት ኣለዎ ተስፋ ኣብ ሂወትና ብመሰረት መጽሓፍ ቁዱስ ሎምዓንቲ ክንርኢ ኢና ማለት እዩ ክብሪ ንእግዚኣብሔር ይኹን ተስፋ ኣገዳስን ንህይወትና ጠቓምን ምዃኑ ኩልና ንፈልጥ ኢና መጽሓፍ ቅዱስና ከነንብቦ ከለና ነገር ግን ማዕረ ክንደይ ዓቢ ከም ዝኾነ ንርዳእ ኢና ሎምዓንቲ ክንርዳእ ክብሪ ንእግዚኣብሔር ይኹን ማዕረ ክንደይ ተስፋ ኣገዳሲ እዩ ንህይወትና ማዕረ ክንደይ ተስፋ ዓቢ እዩ ኣብ ህይወትና እዚ ተስፋ እዚ ከብ ህይወትና ከመይ ገይሩ ይመጽእ ጥቕምታቱኸ እንታይ? ክብሪ ንኣምላ ይኹን። ከምቲ ኣብ ቀዳማይ ቆረንጦስ ምዕራፍ ዓሰርተ ሰለስተ ጥቕሲ ዓሰርተ ሰለስተ እንሪኦ ኣብ መጽሓፍ ቅዱስና ሰለስተ ዓበይቲ ነገራት እየን ዘለዋ። ተስፋ፣ እምነት፣ ፍቕሪ ካብዚኤን እትዓቢ ፍቕሪ'ያ ኢልዋ። ግን ካብተን ሰለስተ ዓበይቲ ሓንቲ ተስፋ'ያ። እብራውያን ዓሰርተ ሓደ ጥቕሲ ሓደ ውን ከምኡ ይብለና። ብዘይ እምነት ብዘይ ተስፋ እምነት ከምዘየለ እምነት ግና ነቲ ተስፋ ዝግበሮ ነገር ርግጽ ምግባር ናይቲ ዘይረእ ድማ ምርዳእ ስለዚ ኣብ ምድሪ ነቲ ዘሎ ኩሉ ብድሆታት ናይ ህይወት ሰጊርና ነቲ ዘሎ ኩሉ ጸልማት ሰጊርና ነቲ ኩሉ ዘሎ ናይ ኣጋንንቲ ኣሰራርሓ ሰጊርና ናይ እግዚኣብሔር ምኽሪ ኣብ ዘመንና ክንፍጽም ተኾይኑ ሰለስተ ነገር የድልያና ተስፋ እምነት ፍቕሪ ፍቕሪ ልዕሊ ኩሉ ከም ዝኾነ ገሊጽና ኣለና እምነት ውን ኣገዳሲ ምዃኑ ርኢና ኣለና ካብተን ዓበይቲ ሰለስተ ዓበይቲ እታ ካልኣይቲ እምነት እያ ኣብ ሂወትና እምነት ከኣ ብዘይ ተስፋ ኣይትህነጽን እያ ስለዚ ተስፋ ዓቢ ስፍራ ኣለዎ ማለት እዩ መጽሓፍ ቅዱስ ተስፋ ዓቢ ስፍራ ኣለዎ ማለት እዩ ኣብ ሂወትና ተስፋ ኣገዳሲ ማለት እዩ ንሂወትና ድያም ሰባት ክዛረቡ ከለዉ ሰብ ብዘይ ምግቢ ንኽንድዚ መዓልቲ ክጸንሕ ይኽእል፣ ብዘይ ማይ ድማ ንኽንድዚ መዓልቲ ክጸንሕ ይኽእል፣ ብዘይ ተስፋ ግን ንሰከንድ እውን ክጸንሕ ኣይክእልን እዩ እና ብዋሕዲ ተስፋ እዩ ዝወለዶ ዝሳቐ ዘሎ ትርእይዎ ኣለኹም ብዙሕ መከራ ብዙሕ ስቓይ ብዙሕ ነገር ኣብ መንእሰያትና ኣብ ወለዶና ዘጋጥም ዘሎ ናይ ተስፋ ዋሕዲ እዩ ናይ ተስፋ ምስኣን እዩ። ስለዚ ሎማዓንቲ ተስፋ ዝበልክ ሪኢና ክብሪ ንእግዚኣብሔር ይኩን ሮሚ ከምዚ ይብለና ሮሚ ሓምሻይ ምዕራፍ ካብኡ ክንጅምር ኢና ሮሚ ሓሙሽተ ካብ ክልተ ክሳብ ሓሙሽተ ከነንብብ ኢና ሮሚ ምዕራፍ ሓሙሽተ ምሳይ ገንጽሉ ካብ ጥቅሲ ክልተ ስጋብ ጥቅሲ ሓሙሽተ ከነንብብ ኢና። ብእኡ ኸኣ ናብ ዘለናዮ ጸጋ ብእምነት ምእታው ዝረኸብና፣ ብእኡ ክብል ከሎ ብክርስቶስ ማለት እዩ፣ ብክርስቶስ ከኣ ናብዚ ዘለናዮ ጸጋ ብእምነት ምእታው ዝረኸብና ብተስፋ ክብሪ ኣምላኽውን ንምካሕ ኣለና። ብምንታይ ንምካሕ ኣለና? ብተስፋ ክብሪ ኣምላኽ ንምካሕ ኣለና። ሎምዓንቲ ካብቲ ንርእዮ ሓደ መጽሓፍ ቅዱሳዊ ተስፋ እዩ። ዓለም ተስፋ ትብሎ ኣላ፣ ተስፋ ትብሎ ተስፋ ኣሎ። ነፍሲ ወከፍ ተኣማኒ ይኹን ዘይኣምን ኣብዚ ዓለም እዚ ብተስፋ እዩ ዝነብር ዘሎ ግን ናይ ዓለም ተስፋ ኣሎ ናይ መጽሓፍ ቅዱስ ተስፋ ኣሎ ናይ ዓለም ተስፋ መሰረት የብሉ ካብ ክውንነት እዩ ካብቲ ዘሎ ከባቢኻ ካብ ክውንነት ኮን እንዶ ኾን ተስፋ ኣለኒ ካብ ዝበሃል መሰረት ካብ ዘይብሉ እያ ዓለም ተስፋ ትገብር። ነቲ ዓለም ተስፋ ትብሎ ተስፋ መሰረት ዘይብሉ እዩ። ናይ መጽሓፍ ቅዱስ ተስፋ፣ ናይ ኣማኒ ተስፋ ግን መጽሓፍ ቅዱሳዊ ተስፋ እዩ። ጐይታ ኸኣ እንታይ ኢሉ ኣሎ? ቃለይ ካብ ዝሓልፍ ሰማይን ምድርን ክሓልፍ ይቐልል ኢሉ ኣሎ። ቃለይ ካብ ዝሓልፍ ሰማይን ምድርን ክሓልፍ ይቐልል። ስለዚ ኣብዚ ቃል እዚ እዩ ተስፋ ኣምላኽ ኣብ ህይወትና ተሰሪታ ዘላ። መሰረት ናይ ተስፋና ቃል ኣምላኽ እዩ። መሰረት ናይ ተስፋና መጽሓፍ ቅዱስ እዩ። ክብሪ ንኣምላ ይኹን። ስለዚ መጽሓፍ ቅዱስና መዓልታዊ ከነንብብ ዘለና። ካብቲ ሎማዓንቲ ንሪኦ ንሱ እዩ። ስለዚ ቃል ኣምላኽ መዓልታዊ ከነንብብ ዘለና። ስለዚ ቃል ኣምላኽ ክርደእና ዘለዎ። ስለዚ ቃል ኣምላኽ ምግብና ክኸውን ዘለዎ መዓልታዊ ምኽንያቱ ተስፋ ናይ ተስፋና መሰረት ቃል እግዚኣብሔር እዩ ስቂልና ኣይኮናን ኣማን ስኢሉ ኣይኮነን ተስፋ ግበር ተስፋ ኣለካ ኣጆኻ ዝብለካ ስቂሉ ኣይኮነን ካብ ባዶ ተበጊስና ኣይኮነን ነቲ ኣጆኻ እንብለሉ ንተስፋ ግበር እንብለሉ፣ ተስፋ ኣሎ እንብለሉ፣ ለውጢ ኣሎ እንብለሉ መሰረትና ቃል እግዚኣብሔር እዩ። ክብር ንኣምላ ይኹን። ስለዚ እንታይ ይብል ኣሎ? ብተስፋ ክብሪ ኣምላኽ እውን ንምካሕ ኣሎና ኢሉ። ግናኸ ብፀበባ ድማ ንምካሕ እምበር እቲ ፀበባ ትዕግስቲ ከም ዘምፅ ስለ ዝፈለጥናስ በዚ ጥራይ ኣይኮነን። ብተስፋ ክብሪ ኣምላኽ ጥራይ ኣይኮነን ኣማኒ ዝምካሕ ይብል ኣሎ። እንደገና ብምንታይ ምካሕ? ብፀበባ። ኣማኒ ብጸበባ ውን ይምካሕ እዩ even ጸበባ ተስፋ የቁርጸናን እዩ ጸበባ መከራ ንተስፋና ይቀትሎን እዩ ኣማኒ ብተስፋ ጥራይ ኣይኮነን ዝምካሕ ኣማኒ ተስፋ ስለ ዘለዎ ጥራይ ኣይኮነን ዝምካሕ እንታይ ደኣ ብጸበባ ድማ ይምካሕ እዩ ክብሪ ንኣምላ ይኹን ግናኸ ብጸበባ ደኣ ድማ ንምካሕ እምበር ኢሉ ንምንታይ? እታ ጸበባ ትዕግስቲ ኸም ዘምጽእ ስለ ዝፈለጥና። ንምንታይ እዩ ኣማኒ ብጸበባ ዝምካሕ? ንምንታይ እዩ ኣማኒ ብመከራ ዝምካሕ? ምኽንያቱ መከራ ወይ ጸበባ ኣብ ህይወት ኣማኒ፣ ኣብ ህይወተይ፣ ኣብ ህይወትኩም ትዕግስቲ ስለ ዝሰርሕ እዩ። ሓደ ኻብቲ ኣገዳሲ ናይ ተስፋ ማለት እዩ። ክብሪ ንኣምላ ይኹን። ተስፋ ኣብ ህይወትና ሓደ ኻብቲ ክህነጽ ዝገብሮ ትዕግስቲ እዩ። ትዕግስቲ ኣብ ህይወትና ክህነፅ ዝገብሮ ድማ መከራ እዩ። ክብሪ ንኣምላ ይኹን። ብዘይ መከራን ፀበባን ትዕግስቲ የለን፣ ብዘይ ትዕግስቲ ድማ ተስፋ የለን ኣብ ህይወት ሰብ። መከራ ትዕግስቲ ይወልድ ኣብ ህይወትና፣ ትዕግስቲ ከዓ ተስፋ ይወልድ ምስ ቃል ኣምላኽ ማለት እዩ፣ ደሓር ክንሪኤ ኢና። ስለዚ ብጸበባ ድማ ንምካሕ እቶም እቶም ብጸበባ ብመከራ ትሓልፉ ዘለኹም ቃል እግዚኣብሔር እንታይ ዝብለኩም ዘሎ ብጸበባ ተስፋ ክትቆርጹ ዘይኮነሲ ብጸበባኹም ተመክሑ ብጸበባኹም ብመከራኹም ተሓጎሱ ንምንታይ እቲ ተሓልፎ ዘለኹም ጸበባን መከራን ኣብ ህይወትኩም ትዕግስቲ ዝሃንጽ ዘሎ ትዕግስቲ ኣገዳሲ ነገር እያ ኣብ ሂወት ሰብ long suffering እብሎ ኣብ ገሊኡ ክትርግሞ ከሎ ኣብ ገሊኡ patience እብሎ ኣብ ገሊኡ endurance እብሎ ኣብ ገሊኡ ከዓ long suffering እብሎ ትዕግስቲ ማለት ንሱ እዩ long ማለት long እዩ ነዊሕ ማለት እዩ suffering ከዓ suffering እዩ ስቃይ እዩ ነዊሕ ስቃይ ማለት እዩ ስለዚ ብመከራውን ክንምካሕ መከራ ጽቡቕ ስለ ዝኾነ ኣይኮነን ወይ ድማ ንእግዚኣብሔር መከራ ሃበና ከምዚ ገለ ሰባት ንመከራ ዘቀናጅዎ ኣይኮን ከጸባብቖን ከቀናጆን ንመከራ ዝደሊ ዘለኹ ነገር ግን ኣብዚ ዓለም እዚ ከለኹም መከራ ኣለኩም ኢሉ ጎይታ ብመከራ ክንሓልፍ ከለና ክንሕጎስ እዩ ጎይታ ዝደልየና ከነመስግን እዩ ዝደልየና ክንምካሕ እዩ ዝደልየና ንምንታይ መከራና ስቓይና ንሓልፎ ዘለና ጎደና ብምሉኡ ዕላማ ስለ ዘለዎ፣ ጥቕሚ ስለ ዘለዎ፣ ጥቕሙ ድማ ትዕግስቲ ይበሃል። ትዕግስቲ ኣብ ህይወት ሓደ ኣማኒ ትሬጀር እዩ። ነዊሕ ንኽትከይድ ምዕጋስ፣ ኣፍካ ንኽትእርንብ ምዕጋስ፣ ብስቓይ ክትሓልፍ ከለኻ ምዕጋስ፣ ብመከራ ክትሓልፍ ከለኻ ምዕጋስ፣ ሰባት ክፍትኑኻ ከሎም ምዕጋስ፣ ሰባት ክደፍኡኻ ከለዉ ምዕጋስ፣ ሰባት ክጸርፉኻ ከለዉ ምዕጋስ፣ ትዕግስቲ ትሬጀር እዩ፣ ትዕግስቲ ወርቂ እዩ ኣብ ህይወት ሰብ፣ ብፍላይ ኣብ ህይወት ሓደ ኣማኒ ማለት እዩ። ክብሪ ንኣምላ ይኹን። ስለዚ ጸበባ ትዕግስቲ እዩ ዘምጽእ ኢልዎ። ትዕግስቲ ግናኸ ብጸበባ ድማ ንምካሕ እምበር፣ እታ ጸበባስ ትዕግስቲ ከም ዘምጽእ ስለ ዝፈለጥና ኣይኮነን ኢሉ። ስለቲ ጸበባ ትዕግስቲ እያ እትወልድ፣ እታ ትዕግስቲ ድማ ምፍታን፣ እታ ምፍታን ድማ ተስፋ። ኣርባዕተ ነገር እዩ። መጀመርያ መከራ እዩ ዝመጽእ ኣብ ህይወትና፣ ካብ ብዝሒ መከራ ነቲ መከራ ክንዕገሶ ከለና ትዕግስቲ እዩ ዝወልድ ካብ ትዕግስቲ ምፍታን እዩ ዘምጽእ ምፍታን ማለት ካራክተር ይብሉ ኣሎ ካራክተር ከምዚ ገሊኡ ሓጻውን ኣብ ሳይንስ ንኣብነት መገዲ ባቡር ንሰርሐሉ ሓጺን ፍልይ ዝበለ ሓጺን እዩ እተፈተነ ሓጺን እዮም ዝብልዎ ክብሪ ንእግዚኣብሔር ይኹን ቴምፐርድ ዝኾነ ሓጺን ቴምፐራመንት ይብልዎ ብቲ ናይ እንግሊሽ ተፈተነ ሓጺን ማለት እዩ ምፍታን ማለት ባህሪ ማለት ምፍታን ማለት እዩ ካራክተር ማለት ምፍታን ማለት እዩ ዘይተፈተነ ሰብ ካራክተር የብሉን ባህሪ የብሉን ባህሪ ዘይብሉ ሰብ እንድሕር ሪኦም ዘይተፈተነ ሰብ ማለት እዩ ስለዚ መከራ ትዕግስቲ እዩ ዘምፅእ ትዕግስቲ ምፍታን የምፅእ ካራክተር ባህሪ ባህሪ ድማ ተስፋ እዩ ዝወልድ ተስፋ ሓደ ካብቲ ብህይወትና ዝውለደሉ በዞም ኣርባዕተ እዩ፣ መከራ፣ ትዕግስቲ፣ ምፍታን፣ ተስፋ። ግናኸ ብጸባ ድማ ንምካሕ እምበር እታ ጸባስ ትዕግስቲ ከም ዘምጽእ ስለ ዝፈለጥና በዚ ጥራይ ኣይኮናን። ትዕግስቲ ድማ ምፍታን። እታ ምፍታኑ ተስፋ ይብለና ክብሪ ንእግዚኣብሔር ይኹን ስለዚ ሕርቃን ካበይ ዝመጽእ ዝሓርቕ ሰብ እንድሕር ሪኢኹም ሕርቃን መዕነዊ እዩ ደስትኒ ዘለዎ ሰብ ኣይሓርቕን እዩ ደስትኒ ዘለዎ ክቡር መወዳእታ ዘለዎ ሰብ ኣየንጸርጽርን እዩ ኣይሓርቕን እዩ ዓቕሊ የጽብብን ተስፋ ኣይቆርጽን እዩ ይዕገስ እዩ ንምንታይ በዚ ርባዕት እዩ ሓሊፉ ኣሎ ብመከራ ሓሊፉ ኣሎ ብትዕግስቲ ሓሊፉ ኣሎ ብምፍታን ሓሊፉ ኣሎ እንደገና ድማ ኣብ መወዳእታ ተስፋ ኣጥርዩ ኣሎ ማለት እዩ ክብሪ ንኣምላ ይኹን ሽዑ ጥቕሲ ሓሙሽተ ከምዚ ይብለና ሮሜ ሓሙሽተ ሓሙሽተ በቲ እተዋሃበና መንፈስ ቅዱስ ፍቕሪ ኣምላኽ ኣብ ልብና ስለ ዝፈሰሰ እታ ተስፋ ድማ ኣይትሕፍርን እያ እንታይ ብላ ኣሎ በቲ ዝተዋሃበና መንፈስ ቅዱስ ብመንፈስ ቅዱስ ፍቕሪ ኣምላኽ ኣብ ልብና ፈሲስ እዩ ፍቕሪ ኣምላኽ ኣብ ልብና ስለ ዝፈሰሰ ድማ እታ ተዋሂባትና ዘላ ተስፋ ኣይትሕፍርን እያ እታ ብቓል ኣምላኽ ዘማዕበልናያ፣ እታ ብመንፈስ ቅዱስ ዘማዕበልናያ፣ እታ ብትዕግስቲ ዘማዕበልናያ ተስፋ ኣምላኽ ኣይተሕፍርን እያ ብላ ኣሎ። ኣብቲ ናይ እንግሊሽ ዲስኣፖይንት ኣይትገብርን እያ ብላ ኣሎ። ሎሚ ብዝተፈላለየ ጎደና ንሓልፍ ዘለና ሰባት፣ ብዝተፈላለየ መከራ ንሓልፍ ዘለና ሰባት፣ ብዝተፈላለየ ፈታኒ ኩነታት ንሓልፍ ዘለና ሰባት ሓደ ነገር ዘክሩ፣ እታ ኣብ ውሽጥኹም ዘላ ብመንፈስ ቅዱስ እተዋህበትኩም ተስፋ ዲስኣፖይንት ኣይትገብርን እያ። ዘይተሕፍር ተስፋ እያ ተዋሂባትኩም ዘላ። ተስፋ ዘይተቑርጽ ተስፋ እያ ተዋሂባትኩም ዘላ። ኣብ መገዲ ዘይትገድፍ ተስፋ እያ ተዋሂባትኩም ዘላ። ናብ መወዳእታ እተብጽሓኩም ተስፋ እያ ተዋሂባትኩም ዘላ። ክብሪ ንእግዚኣብሄር ይኹን። ከምቶም ደቂ እስራኤል ኣብ ምድረ በዳ እናጉረምረሙ ዝተወድኡን ተስፍኦም ከይረኣዩ ዝሞቱን ክትሞቱ ዘይትሓድግ ተስፋ እያ ተዋሂባትኩም ዘላ። ከም ካሌብን እያሱን ብምስጋና ብሓጎስ ብተስፋ ናብ ዴስትኒኹም እትእቱ ተስፋ እያ ተዋሂባትኩም ደላ ክብሪ ንኣምላ ይኹን እታ ተዋህበትና በቲ ተዋህበና መንፈስ ቅዱስ ፍቕሪ ኣምላኽ ኣብ ልብና ስለ ዝፈሰሰ ድማ እታ ተስፋ ይትሕፍርኒ ሓደ እንታይ ይብል ኣሎ ብመንፈስ ቅዱስ በቲ ተዋህበና መንፈስ ቅዱስ መንፈስ ቅዱስ ኣለና ብላ ኣሎ እዚ መንፈስ ቅዱስ ድማ ፍቕሪ ኣምላኽ ኣብ ልብና ኣፍሲስዎ ብላ ኣሎ እዚ መንፈስ ቅዱስ እዚ ፍቕሪ ኣምላኽ ኣብ ልብና ስለ ዘፍሰሶ ድማ እታ ኣብ ውሽጥና ዘላ ተስፋ ኣይተሕፍርን እያ። ዲስኣፖይንት ኣይትገብርን እያ፣ ኣብ መገዲ ኣይተትርፍን እያ፣ ስዑራት ጌራ ኣይትገድፈናን እያ፣ ኣብ መገዲ ኣይትገድፈናን እያ፣ ኣብ ምድረ በዳ ኣይትገድፈናን እያ፣ ደስትንና ከይረኣና ኣይትገድፈናን እያ። ክብሪ ንእግዚኣብሔር ይኹን ህላውነት ኣምላኽ ኣብ ማእኸልና ኣሎ ከም ልማድና ሓንቲ ደቂቅ ክንጽሊ ኢና እሞ ክንቅጽል ኢና ሎሚ ልብና ብተስፋ ክመልእ ውሽጥና ብተስፋ ክመልእ ቃላትና ብተስፋ ክመልእ ሓሳብና ብተስፋ ክመልእ ህይወትና ብተስፋ ክመልእ ቤትና ብተስፋ ክመልእ ዘመንና ብተስፋ ክመልእ መጻኢና ብተስፋ ክመልእ ክንጽሊ ኢና ጎይታ ነመስግነካ ኣሎና ጎይታ እግዚኣብሔር ነመስግነካ ኣሎና ኣብ ማእኸልና ስለ ዘለኻ ተመስገን ስለ ህላውነትካ መንፈስ ቅዱስ ተመስገን ሎሚ ብተስፋ ክትመልኣና ስለ ዝመጽኻ ተመስገን ሎሚ ብተስፋ ከተበርትዐና ስለ ዝመጽኻ ተመስገን። ሎሚ ብተስፋ ንላዕሊ ሓፍ ከተብለና ስለ ዝመጽኻ ተመስገን። ሎሚ ብተስፋ ክትፍውሰና ስለ ዝደለኻ ተመስገን። ሎሚ ብተስፋ ካብቲ ዘለናዮ ምድረበዳን ጉድጓድን ጸልማትን ክተውጽኣና ስለ ዝመጽኻ መንፈስ ቅዱስ ተመስገን። ሎሚ ብተስፋ ጸላእትና ክንስዕር ክተዕጥቐና ስለ ዝመጽኻ ተመስገን። ሎሚ ናይ ቃልካ ተስፋ ኣብ ልዕሌና ከተፍስሶ ስለ ዝመጽኻ ተመስገን። ሎሚ ናይ ቃልካ ብርሃን ክትበና ስለ ዝመጽኻ ተመስገን። ሎሚ ብናይ ቃልካ ተስፋ ከተበርተዐና ስለ ዝመጽኻ ተመስገን ድሮ ህላውነትካ ኣብ ማእኸልና ስለ ዘሎ ተመስገን ድሮ ልብና ብ ተስፋ ስለ ዘመልኣ ተመስገን ድሮ መጻኢና ትስፉው ስለ ዝኾነ ተመስገን ድሮ ናይ ተስፋ ብርሃን ኣብ ልዕሌና ስለ ዘብራህካ ተመስገን ብሽም የሱስ ኣሜን። ክብሪ ንኣምላ ይኹን። ስለዚ ኣብ እብራውያን ከኣ ከምኡ ኢለና እብራውያን ምዕራፍ ሽዱሽተ ካብ ዓሰርተ ሸሞንተ ክሳብ ዕስራ ከነንብቦ ከለና እብራውያን ምዕራፍ ሽዱሽተ ካብ ዓሰርተ ሸሞንተ ክሳብ ዕስራ ከነንብቦ ከለና በተን ኣምላኽ ክሕስወለን ዘይከኣል ክልተ ዘይልወጣ ነገር ጌርና ንሕና ነታ ኣብ ቅድሜና ዘላ ተስፋ ንምሓዝ ሃዲምና ዝወፀና ብርትዕ ምፅንናዕ ክንረክብ ኢና ኣለና ብምንታይ? በተን ኣምላኽ ኪሕስወለን ዘይከኣሎ ክልተ ነገራት። እግዚኣብሄር ኪሕስወለን ዘይከኣሎ ክልተ ነገራት እምነትን ተስፋን እዮም። ኪዳንን ተስፋን እዮም። እግዚኣብሄር ኪዳን ማለት ማሕላ እዩ ኣብ መጽሓፍ ቅዱስ እብራውያን ምዕራፍ ሽዱሽተ ክነንብቦ ከለና ብሓፈሻ መጽሓፍ ቅዱስና ከነጽንዖ ከለና ኪዳን ማለት ማሕላ እግዚኣብሄር ኪዳን ኣትዩ ማለት ምሒሉ ማለት እዩ መስቀል ማሕላ እዩ ዘርእየና ናይ እግዚኣብሔር ማሕላ ብደም ወዱ ክብሪ ንኣምላ ይኹን ክርስቶስ ከዓ ብህይወቱ ብደሙ መስቀል ክንርኢ ከለና ደም ክርስቶስ ክንርኢ ከለና ማሕላ እግዚኣብሔር ኢና ንዝክር እግዚኣብሔር ከም ዝመሓለ ኢና ንዝክር ንምንታይ ንዘለኣለም ክሕልወናን ክባርኸናን እዩ ምሒሉ ንኸይገድፈና እዩ ምሒሉ እዚ ተስፋ እዚ ዘለና እዚ ኺዳን እዚ ዘለና እግዚኣብሔር ድማ ክሕስወለን ዘይከኣሎ ክልተ ነገራት እዚኤን እየን፣ ኪዳንን ተስፋን እየን። ንሕና ነታ ኣብ ቅድሜና ዘላ ተስፋ ንምሓዝ ሃዲምና ዝወፃና ሃዲምና ኢና ወፂና ኣሕዋተይ፣ ኣምሊጥና ኢና ወፂና ካብ መንጋጋ ናይ ኣጋንንቲ፣ ካብ መንጋጋ ተስፋ ምቑራፅ፣ ካብ መንጋጋ ተስፋ ናይ ዓለም፣ ካብ መንጋጋ ሓጢኣት፣ ካብ መንጋጋ ፀልማት፣ ካብ መንጋጋ ድንቁርና፣ ካብ መንጋጋ ዘይምፍላጥ ካብ መንጋጋ ጥፍኣትን ጸልማትን ኣጋንንትን ሞሊቕናን ሃዲምናን ኢና ወጺና። ንምንታይ ነታ ኣብ ቅድሜና ዘላ ተስፋ ነቲ ብ ቅድሜና ዘሎ ዴስትኒ ነቲ ብ ቅድሜና ዘሎ እግዚኣብሔር ዝጸሓፎ ተስፋ ነቲ ብ ቅድሜና ዘሎ ዝጸሓፎ እግዚኣብሔር ክብሪ ናይ ክብሪ ፕላን ሃዲምናን ኣምሊጥናን ኢና ወጺና። ንምሓዝ ሃዲምና ዝወጸና ብርቱዕ ምጽንናዕ ክንረክብ ኢብና ብለና። ሓደ ካብቲ ሎሚ ተስፋ ክንመሃረሉ ኣገዳሲ ዝኾነ ምኽንያት ኣብ ቅድሜና ብርቱዕ ምጽንናዕ ስለ ዘሎ እዩ። ኣብቲ ዘለኹም ኮይንኩም ኮም ኢልኩም ኣውጁ። ኣብ ቅድመይ ብርቱዕ ምጽንናዕ ኣሎ ኢልኩም ኣውጁ። ክብሪ ንእግዚኣብሔር ይኹን። ኣብ ቅድመይ ብርቱዕ ምጽንናዕ ኣሎ። እብራውያን ኣጽንዕዎ። ብሕልፊ ከይድኩም ምዕራፍ ሰለስተ ምዕራፍ ኣርባዕተ እብራውያን ኣንብብዎ። እንታይ ዝብል ቃል ኣሎ መሲልኩም? ነቲ ነቲ ፕሮፌሽን ናትና ነቲ ምእማ- ነቲ ምእማናስ ኣጽኒዕና ንሓዞ ዝብል ኣሎ። ንምእማንና ነቲ ምዝራብና ነቲ ምባልና ነቲ ናትና ፕሮፌሽን ነቲ ናትና ዲክላሬሽን ነቲ ናትና ፕሮክላሜሽን ሲ ኣጽኒዕና እንተሒዝናዮስ ንሕና ቤቱ ኢና ዝብል ኣሎ እብራውያን ምዕራፍ ሰለስተ ኣንብቦ ካብ ጥቕሲ ሓደ ክሳብ ጥቕሲ ሓሙሽተ ዘሎ ነቲ ምእማንና ነቲ ኣዋጅና ነቲ ምዝራብና ኣጽኒዕና እንተሒዝናዮ ማለት ብደይ ምቁራጽ እንድሕር ተኣሚንናዮ ብደይ ምቁራጽ ተኣውጅናዮ ብደይ ምቁራጽ እንተይልናዮ ነየን ነቲ ምእማንና ቤቱ ንሕና ኢና ብለን ንቓል እግዚኣብሔር መንበሪ ናይ እግዚኣብሔር ንሕና ኢና ብለን ስለዚ ምእዋጅ ኣይተቋርፁ ምዝራብ ኣይተቋርፁ ክብረ ንእግዚኣብሔር ይኹን ኣብኡ እብራውያን ምዕራፍ ሰለስተ እንተንቢብኩሞ ካብ ጥቕሲ ሓደ ዘሎ ጥቕሲ ክልተ ዘሎም እብራውያን ምዕራፍ ሰለስተ እንተንቢብኩሞ የሱስ ክርስቶስ ናይ ምእማንና ናይ ምዝራብና ሓዋርያን ሊቀ ካህንን ይብሎ። ብነይናትና ምዝራብ፣ ብነይናትና ምእዋጅ፣ ብነይናትና ምባል፣ ብነይናትና ንቃል እግዚኣብሔር ምእማን የሱስ ክርስቶስ ሓዋርያነትን ሊቀ ክህንነትን ኣገልግሎትን የብሉን ኣብ ህይወትና። ናይ የሱስ ክርስቶስ ኣገልግሎት፣ ናይ የሱስ ክርስቶስ ሊቀ ክህንነት፣ ናይ የሱስ ክርስቶስ ሓዋርያነት ኣብ ህይወትና ብምእማንና እዩ፣ ቃል ብምዝራብና እዩ። ስለዚ ብርቱዕ ምጽንናዕ ክረክብ እየ ኢልኩም ኣውጁ ኩሉ ግዜ ብመከራ ሓልፍ ኣለኹ ነገር ግን ብርቱዕ ምጽንናዕ ኣብ ቅድመይ ኣሎ ብስቓይ ይሓልፍ ኣለኹ ነገር ግን ብርቱዕ ምጽንናዕ ኣብ ቅድመይ ኣሎ ብብዙሕ ነገር ሓልፍ ኣለኹ ጸላኸ ጸልምተለ ይፍትን ኣሎ ጸላኢ ትነብርኒ ኢኻ ክትመውት ኢኻ ክትጠፍእ ኢኻ ኣይትስዕርን ኢኻ ኣይሰልጠካን ይብለኒ ኣሎ ኣነ ግን ብርትዕ ምጽንናዕ ክረክብ እየ ኣነ ግን ብብርትዕ ምጽንናዕ ክኽበብ እየ ንዓይ ግን ብርትዕ ምጽንናዕ ኣብ ቅድመይ ኣሎ ብርትዕ ሓጎስ ኣብ ቅድመይ ኣሎ ብርትዕ ተስፋ ኣብ ቅድመይ ኣሎ ብርትዕ ብርሃን ኣብ ቅድመይ ኣሎ ከምቲ ምዕራፍ 139 ጥቕስ 16 መዝሙር ዳዊት ዝብሎ እግዚኣብሄር ብርትዕ ምጽናዕ ፕላን ጽሒፉ ኣሎ ስለይ መጽሓፍ ጽሒፉ ኣሎ ስለይ ናብቲ የሱስ ከም ማዕርግ መልክየ ጸድቅ ንዘልኣለም ሊቀ ኻህናት ኰይኑ ኸም መራሒ ምእንታና ዝኣተወ ውሽጢ እቲ መጋረጃ እተእትወና ተስፋ ኣላትና ይብለና። ክብሪ ንእግዚኣብሔር ይኹን። ጥቕሲ ዓሰርተ ትሽዓተ እብራውያን ሽዱሽተ ዓሰርተ ትሽዓተ ንሳ ድማ ከም መልሕቕ ነብሲ ድልድልትን ጽንዕትን እያ። እዛ ኣብ ውሽጠይን ኣብ ውሽጥኹምን ደላ ተስፋ ኣምላኽ ናይ ሐድሽ ኪዳን ተስፋ ዝበለጸት ተስፋ ኢልዋ ኣሎ ሸውዓተ ዓሰርተ ትሽዓተ እብራውያን ዝሓሸት ተስፋ ኢልዋ ኣሎ better hope better promise ዝሓሸ ተስፋ ዝበለጸት ተስፋ ንዓይን ንዓኹምን ተዋሂባትና ዘላ ከም መልሕቕ ነብሲ ድልድልትን ጽንዕትን እያ መልሕቕ ማለት እዛ ዓባይ መርከብ ማዕበልን ንፋስን ኣብ ባሕሪ ምእንቲ ከይወስዳ ማዕበል ከናውጻ ክመጽእ ከሎ ነዛ መርከብ ኣብቲ ገምገም ባሕሪ ምስቲ ገምገም ባሕሪ ምስ ከውሒ ኣጽኒዓ እትእሰረሉ መልሕቕ እዩ ዝበሃል ናይ ሰንሰለት ናይ ሓጺን ገመድ እዛ ተስፋ እዚኣ ከም መልሕቕ ነብሲ ድልድልትን ጽንዕትን እያ ብለና። ማዕበል ኣብ ህይወትና ክመጽእ ከሎ ድልድልትን ጽንዕትን እያ። ንፋስ ኣብ ህይወትና ክመጽእ ከሎ ድልድልትን ጽንዕትን እያ። መከራ ኣብ ህይወትና ክመጽእ ከሎ ድልድልትን ጽንዕትን እያ። ናብቲ የሱስ ከም ማዕርግ መልከ ጼደቕ ንዘለኣለም ሊቀ ካህናት ኮይኑ ከም መራሒ ምእንቲ ክእትወና ዝኣተወ ውሽጢ እቲ መጋረጃ ተእትወና ተስፋ ኣላትና። ናብ ውሽጢ ተስፋ ትእትወና፣ ናብ ውሽጢ ክብሪ ትእሉ- ትእትወና፣ ናብ ውሽጢ ህላውነት ኣምላኽ ትእትወና። ናብ ውሽጢ ሓይሊ ኣምላኽ እተእትወና ናብ ውሽጢ ምልኣት ኣምላኽ እተእትወና ተስፋ እያ ምሳና ዘላ ናይ ቃሉ ተስፋ ክብሪ ንእግዚኣብሔር ይኹን በዚ ሎሚ ባህ ክብለና ይግባእ ሎሚ በዚ ክንሕጎስ ይግባእ በዚ ሎሚ ክንጸናናዕ ይግባእ በዚ ሎሚ ክንብርትዕ ይግባእ ነዚ ኩሉ ንብሎ ዘለና ንኣብርሃም ከም ኣብነት ኣምጽኦ ኣሎ ሮሜ ምዕራፍ ኣርባዕተ ሮሜ ምዕራፍ ኣርባዕተ ካብ ዓሰርተ ሸውዓተ ክሳብ ዓሰርተ ትሽዓተ ከምቲ ኣብ በብዙሓት ኣህዛብ ገይረካ ኣለኹ ዝብል ጽሑፍ ዘሎ ኣብ ቅድሚ እቲ ዝኣመኖ ንምዉታት ዘተንስኦም ነቲ ዘየለውን ከምህሉ ገይሩ ዝጽውዕ ኣምላኽ ኢልዎ ኣሎ እግዚኣብሄር ነቲ ተስፋ ዘይነበሮ ኣብርሃም ውላድ ስለ ዘይብሉ ብመኻንነቱ ዝጭነቕ ዝነበረ ምስ ሰበይቲ ዝጭነቕ ዝነበረ ኣብርሃም ዝጸልመቱ ኣብርሃም ተስፋ ዘይነበሮ ኣብርሃም እንታይ ኢልዎ ኣቦ ብዙሓት ጌረካ ኣለኹ ዝብል ተስፋ ኢልዎ ናይ ቃሉ ኣብራም ክነሱስ ኣብርሃም ኢልዎ መኻን ክነሱስ ኣቦ ብዙሓት ኢሉ ጽዋዕ ነይሩ መኻን ክነሱሲ ዘርእኻ ከም ከዋኽብቲ ሰማይ ይብሎ ነይሩ መኻን ክነሱስ ዘርእኻ ከም ሑጻ ባሕሪ ይብሎ ነይሩ። እዚ ናይ እግዚኣብሔር ቋንቋ እዩ። እዚ ናይ እግዚኣብሔር ተስፋ እዩ። እዚ ናይ መጽሓፍ ቅዱስ ተስፋ እዩ። እዚ ንዓይን ንዓኹምን ብደም ኪዳን ተዋህበና ተስፋ እዩ። ባዶ ከለና ኣቦ ብዙሓት ዝብለና እግዚኣብሔር ምንም ዘይብልና ክነሱ ዘርእኻ ከም ከዋክብቲ ሰማይ እዮም ዝብለና ከም ሑጻ ባሕሪ እዮም ዝብለና እግዚኣብሔር ክብረን እግዚኣብሔር ይኹን ኣብርሃም ከ ኣብ ቅድሚ እቲ ዝኣመኖ ይብለና ንምውታት ዘተስኦ ብለና ኣብርሃም እንታይ ኢሉ ኣሚኑ እግዚኣብሔር ንምውታት ከተሲ ይኽእል እዩ ነቲ ዘየለውን ከም ህሉ ገይሩ ክፅውዕ ይኽእል እዩ ተስፋ ማለት ንሱ እዩ ተስፋ ማለት ነቲ ዘየለ ከም ዘሎ ጌርካ ምፅዋዕ ማለት እዩ ነቲ ዘይረአ ከም ዘሎ ጌርካ ምፅዋዕ ማለት እዩ ምክንያቱ ዘየለ ንብሎ ዘለና ንኣምላኽ ኣሎ እቲ ዘይረኣ ንብሎ ዘለና ንኣምላኽ ይረኣ እዩ። እቲ ዘይጭበጥ ንብሎ ዘለና ንኣምላኽ ይጭበጥ እዩ። ንሕና ዘይንሪኦ እግዚኣብሔር ይርኢ እዩ። ንሕና የለን ንብሎ እግዚኣብሔር ኣሎ እዩ ዝብሎ። እግዚኣብሔር መንፈስ ዓለም ይርኢ እዩ። ነቲ ዘይረአ ይርኢ እዩ። ንሕና ክጽልምተና ከሎ ንእግዚኣብሔር ብርሃን እዩ። ንሕና ምንም የለን ክንብል ከለና ንእግዚኣብሔር ኣሎ ተስፋ ማለት ንሱ እዩ ናይ ቃሉ ተስፋ ንሱ እዩ ከምቲ ብሁል ድማ ዘረኻ ከምዚ ክኸውን እዩ ተስፋ ብዘይብሉስ ኣብ ብብዙሓት ኣህዛብ ክኸውን ብተስፋ ኣመነ ተስፋ ኣብ ዘይብሉ ኣብ ብብዙሓት ኣህዛብ ክኸውን ኣብርሃም ብተስፋ ኣመነ ይብለና ተስፋ ብዘይብሉ ኣብ ጸልማት ኩነታት፣ ባዶ ኣብ ዝኾነ ኩነታት፣ ምንም ተስፋ ኣብ ዘይብህሉ ኩነታት፣ ኣብ ምድረ በዳ፣ ኣብ ዘጨንቕ ኩነታት፣ ተስፋ ኣብ ዘይብሉ ብተስፋ ናይ ቃል ኣምላኽ ኣመነ ይብለና። ኣብርሃም እንታይ ኢሉ? ኩነታተይ ተስፋ የብሉን ኣነ ግን ኣብ ናይ ቃሉ ተስፋ ይኣምን ኣለኹ ነገረይ ተስፋ የብሉን ኣነ ግን ኣብ ናይ ቃሉ ተስፋ ኣምን ኣለኹ ከባቢየ ጸልማት እዩ ኣነ ግን ኣብ ናይ ቃሉ ተስፋ ይኣምን ኣለኹ ጸላእ ዝብሎ ዘሎ ካሊእ ኣብ ናይ- ኣነ ግን ኣብ ናይ ቃሉ ተስፋ ይኣምን ኣለኹ ኩነታተይ ኣይርኢን እየ ሙማት ስጋይ ኣይርኢን እየ ሙማት ማፀንሳር ኣይርኢን እየ ጸልማተይ ኣይርኢን እየ ኩነታተይ ኣይርኢን እየ፣ ተስፋ ምቑራጸይ ኣይርኢን እየ ዝብል ዘሎ ብርሃኑ። ኣስታት ወዲ ሚእቲ ዓመት ክነሱ፣ ሙማት ስግኡን ሙማት ማህጸን ሳራን እናረኣየ ንምእማን ኣይደኸመ ንብለና። ተስፋ ተዓጢቑ ስለ ዝነበረ፣ ደሓር ክንርእዮ ኢና፣ ብተስፋ ሃብቲሙ ስለ ዝነበረ፣ ተስፋ ናይ ቃሉ ተመጊቡ ስለ ዝነበረ። ግናኸ ንኣምላኽ ክብሪ እናሃበ እብለና። ንምእማን በርትዕ እምበር ተስፋ ኣምላኽ ብዘይ ምእማኑ ኣይተወላወልን እብለና። እንታይ ይብል ኣሎ? ንኣምላኽ ክብሪ እንሃበ እብለና። ሓደ ካብቲ ምልክት ንዓወት ተዳሊኹም ከም ዘለኹም ሓደ ካብቲ ምልክት ንዴስቲኒኹም ተዳሊኹም ከም ዘለኹም ሓደ ካብቲ ምልክት ንኹነታትኩምን ንጸልማትኩምን ከም ዝሰዓርክሞ ንእግዚኣብሔር ክብሪ ኢኹም ትህቡ፣ ኣመስገንቲ ኢኹም ትኾኑ፣ ዘመርቲ ኢኹም ትኾኑ፣ ሕጉሳት ኢኹም ትኾኑ፣ ኣይተጉረምርሙን ኢኹም፣ ኣይትፈርሑን ኢኹም፣ ኣይትበኽዩን ኢኹም። ተስፍኡ ዝቐተለ ሰብ እዩ ዝበኪ ተስፍኡ ዝቐተለ ሰብ እዩ ዝፈርሕ ተስፍኡ ዝቐተለ ሰብ እዩ ተስፋ ዝቆርፅ ኣማኒ ብተስፋ እዩ ዝብርትዕ ኣማን ብ ተስፋ እዩ ዝወርስ ኣማን ብ ተስፋ እዩ ንኹሉ ዝስዕር ብናይ ቃሉ ተስፋ ንኣምላኽ ክብሪ እናሃበ ንምእማን በርትዕ እምበር ይብለና ንተስፋ ኣምላኽ ብዘይ ምእማኑስ ኣይተዋላወለን ይብለና ሎሚ ተስፋ ኣምላኽ ብዘይ ምእማንኩም ኣይትወላወሉ ነዚ ህያው ቃል እዚ እመኑ ነዚ ኣምላኽ ዝኾነ ቃል እመንዎ ነዚ እሙን ዝኾነ ቃል እመንዎ። ነዚ ቃለይ ካብ ዝሓልፍ ሰማይን ምድርን ክሓልፍ ይቐልል ዝተባህለ ቃል እመንዎ። ሎሚ ነዚ ሰማይን ምድርን ዝፈጠረ ቃል እመንዎ። ሎሚ ነዚ እሙን ቃል እመንዎ። ክብሪ ንእግዚኣብሔር ይኹን። ኣብ ሂወትና ተስፋ እንሃንጸሉ ኣርባዕተ መገድታት ኣሎ ኦረዲ ገሊ ጠቂስናዮ ኣለና ኣብ መገድና ኣብ ሂወትና ተስፋ ዝህነጸሉ ምክንያት ተስፋ ይህነጽ ተስፋ ንመልኦ ነገር እዩ ተስፋ እንህነጾ ነገር እዩ ተስፋ እንብርትዐሉ ነገር እዩ ተስፋ እንህብትመሉ ነገር እዩ ተስፋ ዝጭበጥ እዩ ተስፋ ዘበርትዕ እዩ ተስፋ ሃብቲ እዩ። ተስፋ ኣብ ህይወትና ሓይሊ እዩ። ስለዚ ነዚ ተስፋ እዚ ኣብ ልብና እንሃንጸሉ ኣርባዕተ መገድታት መጀመርያ ጽሑፋት እዩ። ቃል ኣምላኽ ክብሪ ንእግዚኣብሔር ይኹን። ብተስፋ ክትህብትሙ ትደልዩ ቃል ኣምላኽኩም ኣንብቡ። ንመንፈስ ቅዱስ ሕተትዎ ከረድኦኩም ቃል ኣምላኽ ክርድኦኩም ሰብ ብተስፋ ከብትም ተለሊ ብጽሑፋት ከብትም ኣሎ ሮሜ ከምኡ ብለና ምዕራፍ ዓሰርተ ሓሙሽተ ጥቕሲ ኣርባዕተ ብትዕግስትን ብምጽንናዕን ብትዕግስትን ብምጽናዕ ጽሑፋትን ተስፋ ምእንቲ ክኾነልና እቲ ቀደም እተጻሕፈ ዘበለ ኩሉ ንምህሮና እተጻሕፈ ብለና ብትዕግስትን ብምጽንናዕ ጽሑፋትን ብለና ተስፋ ምእንቲ ክኾነልና እቲ ቀደም እተጻሕፈ ዘበለ ዅሉ ንምህሮና እተጻሕፈ መጽሓፍ ቅዱስ ናይ ተስፋና ምንጪ እዩ። ቃል ኣምላኽ ናይ ተስፋና ምንጪ እዩ። ስለዚ እዩ ክርደአና ግድን ዝኾነ። ስለዚ እዩ ከነንብቦ ግድን ዝኾነ። ስለዚ እዩ ከነስተንትኖ ግድን ዝኾነ። ስለዚ እዩ መዓልታዊ ክንምገቦ ግድን ዝኾነ። ካልኣይ ብሓይሊ መንፈስ ቅዱስ ኢና ተስፋ ንሃንጽ። መንፈስ ቅዱስ ኣብ ውሽጥና ዘሎ ተስፋ ምእንቲ ክሃንጽ እዩ። ብተስፋ ንነብር ዘለና፣ ብተስፋ ንመላለስ ዘለና፣ ብተስፋ ንብርትዕ ዘለና መንፈስ ቅዱስ ኣብ ልብና ተስፋ ይሃንጽ ስለ ዘሎ እዩ። መንፈስ ቅዱስ ብተስፋ ይህብትመና ስለ ዘሎ እዩ። ሮሜ ከምኡ ብለና ዓሰርተ ሓሙሽተ ጥቕሲ ዓሰርተ ሰለስተ ብሓይሊ መንፈስ ቅዱስ ኣዚኹም ብተስፋ ምእንቲ ክትብትሙ ይብለና። ብሓይሊ መንፈስ ቅዱስ ኣዚኹም ክትብትሙ ጥራይ ዘይኮነስ ኣዚኹም ብተስፋ ምእንቲ ክትብትሙ ሎሚ ይምርቐኩም ኣለኹ፣ ይባረኸኩም ኣለኹ። ኣዚኹም ብተስፋ ሃብትሙ ብሽም የሱስ። ኣዚኹም ብተስፋ ሃብትሙ ብሽም የሱስ ልብኹም ኣዝዩ ብተስፋ ይምላእ ብሽም የሱስ ልብኹም ኣዝዩ ብቃል ይምላእ ብሽም የሱስ ልብኹም ኣዝዩ ብምርዳእ ይምላእ ብሽም የሱስ ልብኹም ብቃል ኣዝዩ ይምላእ ብየሱስ ክርስቶስ ስም እቲ ናይ ተስፋ ኣምላኽ ብኹሉ ሓጎስን ሰላምን ዘበለ ብእምነት ይምላእኹም ብለና ብሽም የሱስ ኣሜን ሮሜ ዓሰርተ ሓሙሽተ ዓሰርተ ሰለስተ ክብሪ ንኣምላ ይኹን ስለ ቃሉ እግዚኣብሔር ሽሙ ብሩኽ ይኹን ካሊእ ተስፋ ኣብ ህይወትና ዝህነጸሉ በቲ ኣባና ዘሎ ክርስቶስ እዩ በቲ ኣብ ውሽጥና ዘሎ ክርስቶስ እዩ በቲ ኣብ ልብና ማሕደሩ ዝገበረ ክርስቶስ እዩ መንፈስ ቅዱስ ኣብ ልብና ማሕደር ገይሩ እዩ ክርስቶስ ኣብ ልብና ማሕደር ገይሩ እዩ ኣምላኽ እዩ ኣባና ዝነብር ዘሎ ክርስቶስ እዩ ኣባና ዝነብር ዘሎ። ንሕና ናይ እግዚኣብሔር ኣድራሻ ኢና። ቆሎሴ ከም ዝብለና ቆሎሴ ምዕራፍ ሓደ ጥቕሲ ዕስራን ሽዱሽተን ክሳብ ዕስራን ሸውዓተን ማለት ካብ ዘለኣለምን ካብ ውሉድ ወለዶን ተሰዊሩ ዝነበረ ሎሚ ግና ንቅዱሳኑ እተገልጸ ሚስጥር ብለና እቲ ካብ ዘለኣለምን ካብ ውሉድ ወለዶን ተሰዊሩ ዝነበረ ሎሚ ግና ንቅዱሳኑ እተገልጸ ሚስጥር ኣሜን ካብ ዘለኣለም እንደገና ካብ ውሉድ ወለዶ ተሰዊሩ ዝነበረ ሎሚ ግና ንቕዱሳኑ እተገልጸ ምስጢር። እዚ ተስፋ እዚ ምስጢር እዩ ነይሩ፣ ንዓይን ንዓኹምን ተገሊጹ ኣሎ። ካብ ዘለኣለም ካብ ውሉድ ወለዶ ተሰዊሩ ዝነበረ ተስፋን ምስጢርን ናባና መጺዶ ኣሎ። ጥቕሲ ዕስራን ሸውዓተን፣ ቆሎሴ ሓደ ዕስራን ሸውዓተን። እተገልጸ ምስጢር ሃብቲ ኽብሩ። ነዚ ምስጢር እዚ ኣብ ኣህዛብ እንታይ ምዃኑ ከፍልጥ ንዝደለዮም ንሱውን ክርስቶስ ኣባኻትኩም ተስፋ ኽብሪ እዩ። እንታይ እዩ? ክርስቶስ ኣባኻትኩም ተስፋ ኽብሪ እዩ። ክርስቶስ ኣብ ውሽጥኹም ተስፋ ኽብሪ እዩ። Christ in you is the hope of glory Christ in me is the hope of glory ከምኡ ኢልኩም ኣውጁ ክርስቶስ ኣብ ውሽጠይ ተስፋ ክብሪ እዩ በሉ ክርስቶስ ኣብ ውሽጠይ ናይቲ ክግለጽ ዘለዎ ክብሪ ተስፋ እዩ እንታይ ማለት እዩ ኣብ ህይወትና ክግለጽ ዘሎ ኣብ ውሽጥና ዘሎ ክብሪ ኣሎ ኣብ ህይወትና ክግለጽ ዘሎ ኣብ ውሽጥና ዘሎ ክብሪ ኣሎ ክርስቶስ ከዓ ናይዚ ተስፋ እዚ ክብሪ እዩ ንሱ እውን ክርስቶስ ኣባኻትኩም ተስፋ ኽብሪ እዩ፣ Christ in you is the hope of glory። ክርስቶስ ኣብ ውሽጥና ናይቲ ክግለጽ ዘለዎ ተስፋ ኽብሪ። ክርስቶስ ኣብ ውሽጥና ነቲ ብቓሉ ክግለጽ ዘለዎ ተስፋ ክብሪ እዩ። ነቲ ብቓሉ ኣብ ውሽጥና ክግለጽ ዘለዎ ክብሪ ተስፋ እዩ። ስለዚ ሳልሳይ ኣብ ህይወትና ተስፋ እናሃንጸሉ መገዲ ክርስቶስ ባዕሊ ነቲ በቲ ኣብ ውሽጥና ዘሎ ክርስቶስ ኢና ተስፋ ንሃንጽ። ራብዓይን ናይ መወዳእታን ተስፋ ኣብ ህይወትና ዝህነጸሉ መገዲ ትዕግስቲ እዩ። ዓንተወ ኢልና ኢና long suffering patience endurance ምስ ቃል ኣምላኽን ምስ መንፈስ ቅዱስን ምስ ክርስቶስን ትዕግስቲ ድማ ሓደ መሳርሕቲ እዩ። ሓደ ዓቢ መሳርሕቲ እዩ። ብትዕግስቲ ኢና ንሃንጽ፣ ብምጽባይ፣ ብትዕግስቲ፣ ብደይ ምንጽርጻር፣ ብደይ ምኹራይ፣ ተስፋ ብዘይ ምቑራጽ፣ ብዘይ ምብካይ፣ ብምሕጓስ፣ ብምምስጋን፣ ተስፋ ብምግባር፣ ብትዕግስቲ። ሓሳብና ብትዕግስቲ ይእሰር፣ ልብና ብትዕግስቲ ይእሰር፣ ልሳንና ብትዕግስቲ ይእሰር፣ ኣእዳውና ብትዕግስቲ ይእሰር፣ ኣእጋርና ብትዕግስቲ ይእሰር፣ መገድና ብትዕግስቲ ይእሰር፣ ደስትንና ብትዕግስቲ ይእሰር። ሂወትና ብትዕግስቲ ይእሰር ጥዕናና ብትዕግስቲ ይእሰር ኢኮኖሚና ብትዕግስቲ ይእሰር ሮሜ ከምኡ ኢሉ ዓሰርተ ሓሙሽተ ጥቕሲ ኣርባዕተ ብትዕግስትን ብምጽናዕ ጽሑፋትን ተስፋ መንትይ ክኾነልና እቲ ቀደም እተጻሓፈ ዘበለ ኩሉ ንምህሮና እዩ እተጻሓፈ እብራውያን ከኣ ከምዚ ይብለና ምዕራፍ ሽዱሽተ ካብ ዓሰርተ ሓደ ክሳብ ዓሰርተ ክልተ እብራውያን ምዕራፍ ሽዱሽተ ካብ ዓሰርተ ሓደ ክሳብ ዓሰርተ ክልተ ነቶም ብእምነትን ብትዕግስትን ነታ ተስፋ ዝወርሱ ኣመንቲ ክትመስልዎም እምበር እብለና። ድንዙዛት ከይትኾኑስ ነፍሲ ወከፍኩም ክሳዕ መወዳእታ ንምምላእ ተስፎን ንምጽንዓን እዚ ትግኣት እዚ ከርኢ ንደሊ ኣሎና ይብለና። ኣሜን። ብእምነትን ብትዕግስትን ነታ ተስፋ ክትወርስዋ። ነቶም ተስፋ ዝወረስዋ ምእንቲ ክትመስልዎም እምበር ድንዙዛት ከይትኾኑሲ ነፍሲ ወከፍኩም ክሳዕ መወዳእታ ንምምላእ ተስፍኡን ንምጽናዕን እዚ ትግሃት እዚ ከርኢ ንደሊ ኣሎና ይብል ክብሪ ንኣምላ ይኹን ንጸሊ ሃሌሉያ ቴንክ ዩ ጂሰስ ጎይታ ነመስግነካ ኣሎና ሎሚ ልብና ብምጽናዕ ስለ ዝመላእኻያ ተመስገን። ሎሚ ልብና ብተስፋ ስለ ዝመላእኻያ ተመስገን። ሎሚ ልብና ብሓይልን ብኽብርን ስለ ዝመላእኻያ ተመስገን። ኣብ ቅድሜና ተስፋ ስለ ዘሎ ተመስገን። ኣብ ቅድሜና ብርሃን ስለ ዘሎ ተመስገን። ኣብ ቅድሜና ብርቱዕ ምጽንናዕ ስለ ዘሎ ተመስገን። ሃሌሉያ ሎሚ ብተስፋ ስለ ዘዕጠካና ተመስገን ሎሚ ከባቢና ብምልኡ ናይ ተስፋ ብርሃን ስለ ዝመላእካዮ ተመስገን ሎሚ ኣብ ቃልካ ሎሚ ኣብ ህይወትና ናይ ቃልካ ተስፋ እግዚኣብሔር ስለ ዝነዛሕካ ነመስግነካ ኣሎና ነመስግነካ ክብሪ ንህበካ ኣሎና ሃሌሉያ ብኢየሱስ ክርስቶስ ስም ሎሚ በዚ ተስፋ ዝተመልኡ በዚ ብርሃን ዝተመልኦ፣ በዚ ሓይሊ ዝተመልኦ ቤትኩም በዚ ተስፋ እዚ ይመላእ። ልብኹም በዚ ተስፋ እዚ ይመላእ። መጻኢኹም በዚ ተስፋ እዚ ይመላእ። ልብኹም በዚ ተስፋ እዚ ይመላእ። በሽም የሱስ ይመላእ። በስም የሱስ ይመላእ። ብናይ ተስፋ ብርሃን ይመላእ። ብናይ ተስፋ ሓይሊ ይመላእ። ብናይ ተስፋ ሓጎስ ይመላእ። ብናይ ተስፋ ምጽናዕ ይመላእ። በየሱስ ክርስቶስኩም ህይወትኩም ይመላእ።